መነፅር ዝኸውን በየናይ ዓይነት መለክዒ መነፅር ዝኸውን ንዓና እንታይ እዩ ዘና ምክንያቱ ሓደ ዶክተር ኣብ ሆስፒታል ኬድካሲ መጀመርያ ፈውሲ ቅድሚ ምሃቡስ መርሚሩስ ሕማምካ ክፈልጦ ኣለዎ ንሕና ድማ ሕማምና ክንፈልጥ ኣለና ሕማምና እንታይ ምዃኑ ክንፈልጥ ክንክእል ኣለና። ሕማምና ኣበይ ከም ዘሎ ክንፈልጥ ብዝሓለፈ ሰሙን ጽቡቕ ነገር ንዛረብ ኔርና። ኣብ ቤተ ክርስቲያንሲ ናይ በልዓም መንፈስ ከመይ ገይሩ ኣባና ዝሰርሕሲ ንርእዮ ኔርና። ሎሚ ድማ ንርእዮ ቃል ኣለሞ ጎይታ ይባረኽ። ሃለሉያ እግዚኣብሔር ኣምላኽ ይመስገን ክብሪ ንእግዚኣብሔር ይኹን ብዙሕ ግዜ ኣነ ቃላት ክምህር ኣይኮንኩም ወይ ድማ ሓረፍተ ነገር ክምህር ኣይኮንኩም ወይ ሰንተንስ ክምህር ኣይኮንኩም ወይ ገነ እዚ ነገር እዚ ናይ ኩነኔ ቀይዲ ይበሃል። ኩነኔ ዝብል ቃል ብዙሕ ግዜ ንሰምዖ ኢና። ኣብ ጸሎትና ንሰምዖ፣ ኣብ ገለ ንሰምዖ። ሕጂ ኩነኔ እንታይ ማለት እዩ? እዚ ቃል እዚ እንታይ ማለት እዩ? እንታይ ንጥቀመሉ? ብዙሕ ኣገዳሲ ኣይኮነን። እዚ ቃል እዚ ትሕዝትኡ እንታይ እዩ? ናይዚ ቃል እዚ ትሕዝቶ፣ እዚ ቃል እዚሲ ምስ ሓደ ክርስትያንሲ እንታይ እዩ? ኩነኔ ማለትሲ እንታይ እዩ? እዚ ኩነኔ እዚሲ ኣባይ ኣሎ ድዩ የሎን ኢልና ክንምርምር እቲ ቃሉ ዘይኮነ ዘገድሰኒ ኩነኔ ማለትሲ እሱ ይኮነን ኣገዳሲ ዝኾነ ግን ናይ ኩነኔ ቀይዲ ዝብል ቃል ኢና ንርኢ ብሰንኪ ኩነኔሲ ኣብ ቀይዲ ኣለና ድና ተሓፂርና ኣለና ዶ ማለት እዩ ተኣሲርና ኣለና ዶ ማለት እዩ እግዚኣብሔር ኣምላኽ ይመስገን ስለዚ ነዚ ኩነኔ ዝብል ሕጽር ዝበለ መንፈሳዊ ትርጉም ክበኩም ደሊ ነዚ ነዚ ኩነኔ ዝብል ቃል ሕጽር ዝበለ ትርጉሙ እንታይ ማለት እዩ ብመጽሓፍ ቅዱስ ክንሪኦ ከለና ሓሳቡ ኩነኔ ብሰንኪ ውድቀት ደቂ ሰባት ዝመጸ ኣብ ልቢ ሰባት ዝሓደረ መሪር ናይ መርገም በሰላ እዩ እዚ መጽሓፍ ቅዱሳዊ ትሕዝቱ እዩ እንታይ ይብለና ኣሎ ኩነኔ ማለት ብሰንኪ ውድቀት ደቂ ሰባት ዝመጸ ኣብ ልቢ ሰባት ዝሓደረ መሪር ናይ መርገም በሰላ'ዩ። ኣብ ውሽጢ ልብና ኮይኑ ዝነብር ብሰንኪ መርገም ኣብ ውሽጥና ዝተቐመጠ'ዩ። ኣብ ውሽጥና ዝተቐመጠ'ዩ። እዚ መንፈሳዊ ትሕዝትኡ እየ ዝነግረኩም ዘለኹ። መንፈሳዊ ትሕዝትኡ ማለት እዩ። ኩነኔ ዝብል ቃል እንተዳ ሪእናያ ብብዙሕ ነገር ትርጉም ክህልው ይኽእል። ብመንፈሳዊ ትርጉም ኣብ መጽሓፍ ቅዱስ ኩነኔ ዝብል ቃል ክንትንትኖ ከሎና ግን ኣብ መጽሓፍ ቅዱስ ኩነኔ ዝብል ብመንፈሳዊ ዓይኒ ክንሪኦ ከሎና ግን እንታይ እዩ ብሰንኪ ኣዳምን ሂዋንን ኣብ ሓጢኣት ብምውዳቆም ኣብ ልቢ ሰባት ዝሓደረ መሪር እንታይ እዩ መሪር መርገም ከርሲ እዩ ኣብ ውሽጢ ልብና ሒዙ ዝቆጻጸረና እዩ። ጎይታ ይባረኽ። ናይ ጌታ ናይ የሱስ ክርስቶስ ሞት ነዚ ዝምልከት እዩ። በዚ ምስ ተተሓዝና ማለት እዩ። እግዚኣብሔር ኣምላኽ ይባረክ ክብርን እግዚኣብሔርን ከም ኣብዚ ክንሪኦ ኮለና ከም ክርስትያናት ሓደ ሰብ ክርስትያን ኮይኑ ብጎይታ በኢየሱስ ክርስቶስ ዝኣመነ እንተ ኮይኑ ኣብ መጀመርያ ክገብሮ ዝግባእ ቃል ኣምላኽ ዝነግረና እንደዚ እዩ ኣብ ፊሊጶስ ኣርባዕተ ኣርባዕተ ስንታይ ኢልና ብጎይታ ኩልሳዕ ተሓጎሱ ደጊመ ተሓጎሱ እብለኩም ኣለኹ እዚ መጽሓፍ ቅዱሳዊ ፕርንሲፕል እዩ መጽሓፍ ቅዱሳዊ ሕጊ እዩ ሓደ ክርስትያን ሓጎሱን ምንጪ ናይ ሓጎሱን ክሕጎስ ዝግብኦ ብጎይታ በየሱስ ክርስቶስ ጥራይ እዩ ስለዚ ክርስትያን ክንከውን ከለና ሓጎስና ምንጭታና መሰረትና ካልእ እንተደኣ ኮይኑ ሓደ ክርስትያን ብፍጹም ተኣምር ክሕጎስ ኣይክእልን እዩ። ምክንያቱ ንሕና ሰማያዊ ዝኾነ ዘለና ህይወት ናይዚ ምድሪ ዘይኮንና ኢና። ስለዚ ብጎይታ ኩሉ ሳዕ ብል ብጎይታ መዓስ ኢኻ ትሕጎስ ተልካ ድማ እዚ ቃል እዚ እንታይ ኢለና ብጣዕሚ ኣገዳሲ እዩ። ኩሉ ሳዕ ንፈልጦ ንትንትኖ እዩ ግን ብጎይታ ብለና ኩሉ ሳዕ ዘውትር ሓጎስና ምንጪ ናይ ሓጎስና ጌታ ኢየሱስ ክርስቶስ ክኸውን ኣለዎ። እንደገና ተሓጎሱ ደጊመ ተሓጎሱ እብለኩም ኣለኹ። እዚ ዓቢ ነገር እዩ። ክርስትያናት ኮይና ክንሕጎስ ኣለና። ምክንያቱ እንታይ ድብል ሓጎስ ሓይሊ ይብለና። እንተ ደኣ ዘይንሕጎስ ኮይና ሓጎስ ኣብ ህይወትና እንተዘየሎ ሓይሊ የብልናን። ከም ክርስትያናት መጠን ኖርማል ክርስትያን እውን ኣይኮናን። ምኽንያቱ መሰረት ናይ ሓጎስና ካልእ እንተደኣ ኮይኑ፣ ሓጎስና ካብ ካልእ ክንረኽቦ ንጽዕር እንተደኣ ኣለና ኮይና፣ ክርስትያን ኣይኮናን። ምንጪ ናይ ሓጎስና ናይ ኩሉ ኩሉ ሳዕ ዘውትር ኩሉ ሳዕ ይትብለና ጌታ የሱስ ክርስቶስ እዩ። ንጽበዮ ብተስፋ ብእምነት ድማ ክርስቶስ እዩ። ስለዚ ጎይታ ይባረክ፣ ክብሪ ንእግዚኣብሔር ይኹን። ስለዚ እዚ ሓጎስ እዚ ኣሎ ዶ? ሰላምን ሓጎስን መሰረታውያን ናይ መጽሓፍ ቅዱሳውያን ፕሪንሲፕል እዮም። ሓጎስ ኣሎ ዶ? ሓጎስ ክንሕጎስ ዝግብኣና ስለዚ ሰይጣን ድማ ኣብዚ መሬት ኮለና ብብዙሕ ነገር የርእየናን የስምዓናን ክንሓስብ እውን ይገብረና ካብቲ መሰረታዊ ዝኾነ ሓጎስ ክንረኽበሉ ናይ ክርስቶስ ዝኾነ የውፅኣና ማለት እዩ እግዚኣብሔር ይመስገን ብቐፂልና ድማ ከምዚ ይብለና ኣብ ፊልጶስ ኣርባዕተ ዓሰርተ በቲ ሓይሊ ዝበኒ ብክርስቶስ ንኹሉ እኽእሎ ኢለና ኩሉ ነገራት ኣብዚ ስጋብ ዘለና ድማ ሓይሊ ረኺብና እንገብሮ ነገር ድማ ኩሉ ሓይልና ድማ ምንታይ እዩ ክንገብሮ ንደሊ ክርስቶስ እዩ ክርስትያናት ተዳ ኮይና ክርስትያን ተዳ ኮይና ነገራት ክንገብር ነገራት ክንቅይር ህይወትና ክንቅይር ወይ ነገራት ኩሉ ኣብ ለውጢ ከነምፅእ ከነመሓይሽ ደኸና ናይ ሓደ ክርስትያን ከኣልነቱ ኤልሻዳይነቱ መን እዩ ክርስቶስ እዩ ክርስቶስ እዩ ኢየሱስ ክርስቶስ እዩ ክብሪ ንእግዚኣብሔር ይኹን ኣምላኽ ይመስገን ስለዚ እንታይ እዩ ሓይልና ምንጭና ጥበብና ናህና ዊዝደም ናህና ምስትውዓል ናህና ፍልጠት ናህና ምጉያይን ደይምጉያይን ምውራድን ምድያብ ዘይኮነ ነገራት ንኽንልውጥ ሓድሽ ነገር ንኸነምጽእ በቲ ሓይሊ ዝበኒ ብክርስቶስ ንኹሉ እኽእሎ እየ ዝብል ኩሉ ነገር ብጌታ በኢየሱስ ክርስቶስ ይከኣል እዩ ኤቭሪቲንግ ብክርስቶስ ይከኣል እዩ እዚ ድማ ንክርስትያናት እዩ እዚ ድማ ዓብዪ ናይ መጽሓፍ ቅዱስ ስርዓትን ፕሪንሲፕል እዩ ኩሉ ነገር ምስ ክርስቶስ ኮንካ ዝከኣል እዩ። ኢየሱስ ክርስቶስ ኣብ ልብኻ እንተሎ ክንቀስ ኢልና ክንሪኦ ኢና። ኣብ ልብና እንተ ኣሎ ኢየሱስ ክርስቶስ ኩሉ ነገር ይከኣል እዩ። ዘይከኣል ነገር የለን። ጎይታ ይባረኽ። ክብሪ ንግዘ ኣብ ሉቃስ ዓሰርተ ዓሰርተ ትሽዓተ ድማ ቃል ኣምላክ ከምዚ ይብል እነሆ ተመንን ዕንቅርብዒትን ኩሉ ሓይሊ ጸላእን ክትረግጹ ስልጣን ሂበኩም ኣለኹ ዝጎድኣኩም ከኣ የልቦን። እዚ እውን ቃል ኣምላኽ እዩ። እዚ እውን ንክርስትያናት ኣብ መሬት ዝተዋህበ ተስፋ እዩ። ንሰማይ ኣይኮነን፣ ኣብዚ መሬት ክሳብ ዘለና እንጥቀመሉ ተስፋ እዩ። ምክንያቱ እንሆ ተመን ዕንቅርቢትን ኩሉ ሓይሊ ጸላኢ ክትረግጹ ስልጣን ይበኩም ኣሎ። ሓደ ክርስትያን ብጌታ ብኢየሱስ ክርስቶስ ምስ ኮነ ስልጣን ኣለዎ፣ ሓይሊ ኣለዎ፣ ኦቶሪቲ ኣለዎ፣ ፓወር ኣለዎ። ኣለዎ ኣበይ ይተልናዮ ኣብ መሬት ክሳብ ዘለና ኣብዚ መሬት ክሳብ ዘለና እዚ ዓይነት ኣብ ልዕሊ መን ኢኻ ሓይሊ ዝለኳ እንሆ ተመንን ዕንቅርብዒትን ኩሉ ዓይነት ክፍኣት ንኽፍኣት ኩሉ ንኽትቅይሮ ሓደ ክርስትያን እንታይ እዩ ስልጣን ተዋሂብዎ ኣሎ ምክንያቱ ክዛረብ ከሎ ቃል ኣምላኽ እንታይ ንስኻትኩም እንታይ ኢኹም ናይ ዓለም ጨው ኢኹም ናይ ዓለም ብርሃን ኢኹም ኢሉ ጎይታ ይባረኽ እዚ ድማ ንሓደ ክርስትያን ኣብ መሬት ዝተዋህቦ ስልጣን እዩ ንሓደ ክርስትያን እግዚኣብሔር ይባረኽ ክብርን እግዚኣብሔር ይኹን ስልጣን እንታይ እዩ ተወሂብና እዩ ጌታ ይባረኽ ክብሪ ንግዛ ኣብ ሮሜ ዓሰርተ ክልተ ዓሰርተ ትሽዓተ ከም ዝብልና ፍቑራተይ ይብለና ኣምላኽ ይባረኽ እዚ ድማ ክንጥንቀቐሉ ከነስተውዕለሉ ኢና እንሓልፎ እነጋጥመና እንወፅኦ ቻለንጅ ከጋጥመና ከሎ ፍቑራተይ ፋይዳ ሕነ ናይ እንታይ ለ ምፍዳይ ሕነ ናተይ እዩ ይብለና ኣነ ክፈድዮ እየ ይብል እግዚኣብሔር ጽሑፍ እሞ ነቲ መዓትሲ ስፍራ ሕደግሉ እምበር ባዕልኻትኩም ሕነ ኣይትፈዳደዩ ኣብ ነንሕደትኩም ሕነ ንምፍዳይ እንታይ ትግበሩ ኣይትፈዳደዩ ነንሕድኩም ሲ ሕነ ሓደ ንሓደ ሕነ ክትፈዲ ኣይትበገስ ኩሉ ነገር እግዚኣብሔር ኣምላኽ ሕነ ዝፈድእ ኣምላኽ እየ እዚኻ ናይ ሓደ ክርስትያን መምርሒ እዩ ክርስትያን ክሳብ ዝኾንካ ተበዲለልካ ተስኢኻ ትኸደሉ ኣብነት የብልካን እግዚኣብሔር ኣምላኽ ሕነ ዝፈዲ እግዚኣብሔር ኣምላኽ ዝርእን ጻድቕ ፈራዲ ስለ ዘሎ እዚ ነገር እዚ እንታይ እዩ ነቲ ዘሎ ነቲ ዘሎ መዓት እንታይ ግበሩ ስፍራ ሕደግሉ ጃስት እንታይ ግበሩ ስፔስ ግበሩ ረሓቑ ካብኡ ነገር እንታይ ግበሩ ነቲ ነገር ተኣለ ኢሉ ጎይታ ይባረኽ ክብሪ ንእግዚኣብሔር ይኹን እዚ ከዓ ናይ ሓደ ክርስትያን እንታይ እዩ ስርዓት እዩ ጎይታ ይባረኽ ሓደ ዓብዪ ነገር ከዓ ኣብዚ ይነግረና እዚ ኩሉ ክንብል ከለና ሓደ ክርስትያን ክንብል ከለና ግን ሰፈን ኢና ደምበና ሓጹር ዘይብሉ ክንከይድ ዘይኮነ ክንጥንቀቅ ከም ዘለና ከም ቃል ኣምላክ ከኣ ነገረና ኣብ ቀዳማይ ጴጥሮስ ሓሙሽተ ሸሞንተ ኩላህና ንግሆን ምሸትን እንፈልጦ ጥቅስታት እየ ጠቅስ ዘሎ ከምዚ ይብላ ዲያብሎስ ዲያብሎስ እቲ መጻርትኹም ዝውሕጦ ደልዩ ከም ዝጓዝም ኣንበሳ ኮይኑ ይዘውር ኣሎ እሞ እንታይ ይብለና መጨረሻ ተጠንቀቁ ንቕሑ እዚ ኸኣ ናይ ሓደ ክርስትያን ባህሪ እዩ። ሓደ ክርስትያን ተጠንቂቑን ነቒሑን ኣስተውዒሉን መምዩን ረጊኡን ክኸይድ ከም ዘለዎ ድማ ኣብዚ መሬት ክሳብ ዘለና ኸኣ ድኻ ፕሪንሲፕል እዩ። ናይ እግዚኣብሄር ፕሪንሲፕል እዩ። ጐይታ ይባረኽ። ክብሪ ንእግዚኣብሄር ይኹን። ነዚ ቀጺልና እንዛረቦ ነገራት ክርስትያን ክበሃል ከሎ ሓደ ብጌታ በኢየሱስ ክርስቶስ ድሒኑ ዝኣመነ ሰብ እዚ ነገራት ኩሉ ዝሓዘ ስልጣንን ክእለትን ዓቕምን ዘለዎ እዩ። ነዚ ዝቕጽል ዘሎ ሓሳበይ ንክዛረብ ክርስትያን በዚ ዓይነት መልክዕ ኢና እዚ እዩ እቲ ክርስትያን ሓደ ናይ ጎይታ ናይ ኢየሱስ ክርስቶስ ክርስትያን ኢሉ ዝጽዋዕ ስለዚ ክንዛረቦ ንዘሊ ዘለና ሎም ግን እንታይ ኩነኔ ዝብል ነገር እዩ ሓደ ክርስትያን ኣብ ከምዚ ዓይነት ንጠቕሶም ዝጸናሕና ጥቕስታት እንጠቕሶም ዝጸናሕና ናይ መጽሓፍ ቅዱስ ክፍልታት ብዙሓት ኣሎ ከም ኣብነት ጥቕስና ኣብዚ ክንሪኦ ኮለና ኩነኔ ንሓደ ናይ እምነት ሰብ ከም ናይ ሕማም ካንሰር ስቓይ እናሓደረ ኣብ እምርኡ ኮነ ኣብ መንፈሱ ብርሰት ዝዕድም ሕማም እዩ ራዮ ካንሰር እንታይ እንዳገበርካ ይድኸይ እንዳውሓጠካ እናሰፍሐ ዕድል ኣይበካን እዩ ኩነኔ ከዓ ኩነኔ ንሓደ ናይ እምነት ሰብ ንሓደ ክርስትያን ማለት ከም ሕማም ካንሰር ስቅያት እናሓደረ ኣብ እምርኡ ኣብ መንፈሳዊ ህይወቱ ኣብ ናብርኡ ኩሉ እናሰፍሐ እናሰፍሐ እንታይ ዝገብሮ ዘብርሰካ ብርሰት ኣብ ህይወትካ ደምፅ እግዚኣብሔር ይመስገን ክብድ ዝበለ ቃል ኢና ክንዛረብ እግዚኣብሔር ግን ክረድኣና እዩ ጎይታ ክረድኣና እዩ ስለዚ እዚ ዓይነት ብርሰት ኣብ እምነተይ ዘብርሰን ንእምነተይ ክበርስ ዝገብሮ ነገር ኣሎ ዶ ኣበይ ኣሎ ኣብ ልብኻ ብሰንኪ ሓጢኣት ኣብ ልብና ተሰፈረ ነገር ኣሎ ጎይታ ይባረክ ክብሪ ንእግዚኣብሔር ይኹን። ከምዚ ዝብል ቃል ቅድም ዝነገን ኩነኔ ብሰንኪ ውድቀት ናይ ደቂ ሰባት ዝመጸ ኣብ ልቢ ሰባት ዝሓደረ መሪር ናይ መርገም በሰላይ እንተ ኢልናዮ ኣብ ሮሜ ሓድ ኣብ ሮሜ ሸሞንተ ሓደን ክልተን ብንጹር ገይሩ ኩሉ ሳዕ ለሚድና ብዛዕባ ኩነኔ መጽሓፍ ቅዱስ ክገልጾ ከሎ እዩ። ካብዚ ነገር ደም ኢየሱስ ክርስቶስ ጥራይ ሓራ ደውጻና በየናይ ኣገባብ ኢና ክንወጽእ ኣብ ሮሜ ከምዚ እምበዓርከስ ሕጂ ይብል ነቶም ነቶም ብክርስቶስ ኢየሱስ ዘለዉ ኩነኔ የብሎ ነቶ ብጌታ ብኢየሱስ ክርስቶስ ዘለዉ እዩ ዝብል ስለ ዝኣመንካ ጥራይ ድያ ስለ ዘለኻ ጥራይ እዩ ህላውነትካ ኣብ ጌታ ኢየሱስ ክርስቶስ ትድኣ ኣሎ እዚ ኩነኔ ዝበሃል ኣብ ልቢ ሰባት ብሰንኪ ሓጢኣት ዝሰፈረ ካብ ልብኻ ተላዒሉ ወፂኡ ንፁህ ኮንካ ኣለኻ ብለካ የለኻን ብለካ ነገር ግን ብለካ ኣብ ቁጽሪ ክልተ ክንከና እቲ ኣብ ክርስቶስ የሱስ ዘሎ እቲ ኣብ ጌታ የሱስ ክርስቶስ ብዛዕ ኣብ ክርስቶስ ዘሎ እንተልናዮሲ ኣብ ክርስቶስ ምህላው እንታይ ማለት እዩ እንተልናዮ ዳ ቁጽሪ ክልተ ተርጊሞል እቲ ኣብ ክርስቶስ የሱስ ዘሎ ሕጊ መንፈስ ብመንፈስ ትመላለስ እንተለኻ ውሉድ ኣምላኽ ብመንፈስ እንታይ ኮኑ ደቂ ኣምላክ ውሉድ ኣምላክ እንታይ ብመንፈስ ቅዱስ እንታይ ኮኑ ይምርሑ ብመንፈስ ቅዱስ ትምራሕ እንተ ደኣ ኣለኻ ጥራይ እዚ ድማ ሕጊ መንፈስ ብሎ ሕጊ መንፈስን ህይወትን ካብቲ ሕጊ ሓጢኣት ሞትን ሓራ ኣውፅና ብመንፈስ ቅዱስ ብናይ መንፈስ ኣምላኽ ብቓል ኣምላኽ ብሓቅን ብፅድቅን ብቅድስና ትኸይድ እንተለኻ ጥራይ እዩ ኩነኔ ዝበሃል ኣባኻ ዘይሰርሕ ክርስቶስ ስለ ዝኣመንካ ዓለም ብምልእታ ንክርስቶስ ትኣምነ ሰይጣን ኣብ ሲኦል ኮይኑ ንክርስቶስ ይኣምኖ እዩ ይጨነቑ ሰይጣን ኣብ ጥልቂ ሲኦል ኣብ ጸልማት ኮይኑ ብክርስቶስ ይኣምን እዩ ካባና ንላዕሊ ንሕና ይንፈርሕን ኢና ኣብ ቤት ኣምላክ ኮይና ብዙሕ ኣድላይ ዘይኮነ ንገብር ሰይጣን ግን ኣብ ቅድሚ ኣምላክ ይፈርሕን ይርዕድን ይንቅጥቀጥን ይፈርሖ ንእግዚኣብሔር ኣምላክ ይፈርሖ ሰይጣን ይፈርሖ ደቂ ሰባት ግን ኣይፈርሕዎን እዮም ጎይታ ይባረክ ክብሪ ንእግዚኣብሔር ይኹን ስለዚ እዚ ኩነኔ ዝበሃል ነገራት እዩ ኩነኔ ክንብል ኮለና ሲ እቲ ኩነኔ ዝበሃል ነገራት ክንትንትኖ ኢና ኣብዚ እግዚኣብሔር ይባረክ ክብሪ እግዚኣብሔር ክረዳእና እዩ ኩነኔ ክንብል ኮለና እንታይ ማለት እዩ ሓደ ሰብ ኩነኔ ኣብ ልቡ ኣብ ልቡ ኩነኔ ዝብል ነገር ዝሓደሮ ሰብ እንተሎ ኣመንቴ ዝብል ዘለኹ ሕጂ ኣብ ዓለም ዘለዉ ኣይኮንኩን ዘሎ ኣመንቲ እዮም እዚ ሰብ እዚ ሙሉእ ብሙሉእ ብእግዚኣብሔር ብደም ኢየሱስ ክርስቶስ ነጽዩ ሓራ እንተዘይኮይኑ ናይ እምሮ ክርስትያናት ኣለዉ ብመንፈስ ቅዱስ ተመሪኻ ሓቂ ናይ ክርስትና ዚሓዝካነ ንመጀመርያ ኣብ ኩነኔ ዝነብር ሰብ ናይ መጀመርያ እምነትካ እቲ ሰብሲ ኮምፓስ ኣንፈቱ ዝሰሓተት ይኸውን ብእምነት ብፍጹም ተኣምር ኣይትነብርን ኢኻ ኣብ ልብኻ ኩነኔ እንተ ደኣ ኣሎ፣ በቲ ኩነኔ ብጌታ ብየሱስ ክርስቶስ ደም ዝነጸየ ኣብ ልብኻ እንተ ዘየሎ፣ ብፍጹም ተኣምር ብእምነት እምነት ዝበሃል ነገር ኣባኻ ኣይሰርሕን እዩ። ነገራት፣ ኩነታት፣ እትርእዮም እትሰምዖም፣ ብዓለም ዘሎ ነገራት ብኡ ዲኻ ተመሪሕካ ትኸይድ እምበር፣ ብእምነት ብዘይ ትርእዮ ብሰማያዊ ነገር ኣይትኸይድን ኢኻ። መዓስ ኩነኔ ኣብ ልብኻ እንተ ደኣ ኣሎ፣ ብኩነኔ ተትሒዝካ እንተ ደኣ ኣለኻ፣ ኣብ ውሽጥኻ ኩነኔ እንተ ደኣ ኣሎ፣ እምነትካ ብፍጹም ተኣምር ኣይሰርሕን። ናይ መጀመርያ እዩ እዚ። ኣብ ካልኣይ ደረጃ በዚ ዓይነት ነገር ተትሒዝካ እንተ ኣለኻ ተስፋታትካ ተስፋታትካ ዝደረቑ ኮይኖም ስምዑኻ ናይ ተስፋታትካ ድርቀት ተስፋ ከም ዘይብልካ ሰብ ኮንካ ትነብር ኣብ ክርስቶስ ኢኻ ክርስትያን ኢኻ ቤተ ክርስትያን ትመጽእ ኣለኻ ትጽሊ ኣለኻ ትኣምን ኢኻ ተምልኽ ኣለኻ ትዝምር ኣለኻ ሃለሉያ ትብል ኣለኻ ነገር ግን ተስፋ ዝበሃል ኣባኻ የለን ተስፋ ዝበሃል ኣባኻ የለን ኣሜን እዚ ዓይነት ስምዒት ይስማዕካ። ነገራት ዝልወጡ ኮይኖም ኣይስምዑኻን እዮም። ነገራት ዝቕየር ኮይኑ ኣይስማዓካን እዩ። ምክንያቱ ብውሽጢ መንነትካ እንታይ ሆንካ ኣለኻ? ብውሽጢ መንነትካ እንታይ ሆንካ ኣለኻ? ተቲእስካ ኣለኻ። ጎይታ ይባረኽ፣ ጎይታ ይባረኽ። እንደገና ድማ ጸሎትካ ኣብ ቅድሚ ኣምላኽ ከም ዘይስማዕ ኮይኑ ይስምዓካ። ዘውትር እንተጸለኻ፣ እንተተማህለልካ፣ ኣብ ቤተ ክርስቲያን እንተመጻእካ ብፍጹም ተኣምር ነገራት እግዚኣብሔር ኣምላኽ ጸሎትካ ዝሰምዓካ ይመስለካ መዓስ ኩነኔ ኣብ ልብኻ ምስ ዝህሉ ኩነኔ ኣብ ልብኻ ክህሉ ከሎ ጸሎትካ ዝስማዕ ኣይመስለካን እዩ ብዙሓት ሰባት ተስፋ ቆሪጾም ካብ ቤተ ክርስቲያን ካብ ጸሎትን ካብ ዝተፈላለየ ካብ ጾምን ጸሎትን ዝተረፉ እንታይ እዮም እግዚኣብሔር ኣምላኽ ዝሰምዖም ኣይመስለን እዩ ኣብ መጽሓፍ ቅዱስ ብዙሕ ኣብነት ከነምጽእ ንኽእል ኢና ኣምላኽ ስ ኣይሰምዓናን ግድዮን ከነምጽኦ ንኽእል ኢና እግዛብሄርሲ ጠሊሙና እግዛብሄርሲ የሎን እቲ ዝሰማዕናዮ ብዙሕ ነገር ዝተነገረና ነቦታትና ዝገበረ ግድዮን ተትሒዙ ነይሩ ዓቕምታትካ ኮነ ሓይልኻ ድኻም ይስማዕካ ክርስትያን ክትኮን ከለኻ ሓይሊ ክልወካ ኣሎ ኩሉ ሳዕ እንታይ ይስማዓካ ዝነገር ተለኻ ኣብዚ ነገር ተለኻ ድኻም ሓይሊ ትስእን ድኻም ይስምዓካ ሓደ ነገር ንምግባር ዝኾነ ነገር ፓሽን የብልካ ሓደ ነገር ንምግባር መስዋእቲ ንምጋር ሓደ ነገር ሰናይን ጽቡቅ ንምግባር ሓይሊ የብልካ ምንታይ እንተልናዮም ብውሽጥኻ እንታይ እዩ ፍትሒስካ ኣለኻ ፍትሒስካ ኣለኻ ኣነ ትዛረብ ዘለኹ ብዛዕባ መን ብዛዕባ ክርስትያን ቅቡልነት ከነ መጎስ ከም ዘይብልካ ኮይኑ ኣብ ቅድሚ ሰብ ቅቡልነት ጽቡቕን ጎጎስን ዘለካ ኮይኑ ኣይስምዓካን እዩ ሰባት ዘኽብሩኻ ኮይኖም ሰባት ዝቕበሉኻ ኮይኖም ብፍጹም ተኣምር ኣይስምዓካን እዚ ነገር ኩነኔ ኣብ ውሽጢ ኣብ ልብኻ እንተ ኣሎ እዚ ዓይነት ስምዒታት ዝስምዓካ ኣብ ቅድሚ ሰባት ኮነ ኣብ ቅድሚ ኣምላክ ኮነ ብፍጹም ተኣምር ክብሪ ይስምዓካን እዩ ቃል ኣምላክ ክዛረብ ከሎ ሮሜ 3 23 ሲ ኩሎም ሓጢኦም እንታይ ትብል ክብሪ ኣምላኽ ስኢኖም ክብሪ ነገር ብፍጹም ነገር ኣይስማዓካን እዩ ሰባት ንዓኻ ዘኽብሩኻ ሰባት ንዓኻ ዝቕበሉኻ ኮይኑ ኣይሰምዕን እዩ ምንጭኻ እኳ ኢየሱስ ክርስቶስ እዩ ነገር ግን ብፍጹም ተኣምር ኣይስማዓ ቅቡልነት ኮነ ሞገስ ከነ ንዓኻ ኣይስማዓካን እዩ ናይ ገበን ኮነ ናይ ጸጸት ስምዒታት ኣብ ልዕሌኻ ይነግስ። ገበንን በደለኛ ከም ዝኾንካ፣ ከም ዝተጋጌኻ ጸጸት ይስምዓካ። ዝገበርካዮ ነገራት ኩሉ ሰይጣን ኣምጺኡ ናባኻ ገልቢጡ ክሲ ስለ ዘምጻልካ ብልብኻ ተትሒዝካ ዘለኻ ነቲ ዝገበርካዮ ነቲ ዝሰራሕኻዮ ጉስጣ የጣዕሰካ። ትጽጸት። ንምንታይ እየ ጌረ እንዳልካ በዚ ነገር እንድሕር ዝረኣየካ ኣምላኽ እዩ ዝመርሓኒ ዘሎ ኣምላኽ እዩ ዘውጽኣኒ ዘሎ ዝብሃል እምነት የብልካን እሞ ኣብዚ ኩነኔ ኣብዚ እንታይ ይስማዕካ? ገበንን ጸጸትን ይስማዕካ። መዓስ መዓስ ኣብ ልብኻ ኩነኔ እንታይ ማለት እዩ? ኩነኔ እቲ ሙሉእ ናይ ጌታ ናይ ኢየሱስ ክርስቶስ ደም ካብ ሓጢኣት ሙሉእ ነጻ እንተዘይገበረካ ማለት እዩ። እዚኦም ዝዛረቦም ዘለኹ ሰባት ሲ ሙሉእ ምድሓን ዘይረኸቡ ሰባት እየ ዛረብ ዘለኹ። ክርስትያን ኢኻ፣ ኣብ ቤት ኣምላኽ ኣለኻ፣ ኣምሽተ ዓመት ተቐሚጥካ፣ ዓሰርተ ዓመት ተቐሚጥካ፣ ዕስራ ዓመት ተቐሚጥካ፣ ስቲል ግን You are not granted. You are not granted. You are not granted for Christ. ንክርስቶስ ብቕዓት ዘለዎ ሰብ ኣይኮነን። የስ ንክርስቶስ ብቕዓት ዘለዎ ይስነ ምክንያቱ ዝገበርካዮ ጌጋታት ዝፈጸምካዮ ጌጋታት ጽቡቕ እውን ሕማቕ ጓሂ ገበንነት ጸጸት ዝስምዓካ እንተዘኣ ኮይኑ ኣብ ክርስቶስ ኮንፊደንስ የብልካ ክርስቶስ ዝብል ኮንፊደንስ የብልካ ምክንያቱ ብግ ኣባኻ ኩነኔ እዩ ዘሎ ኣባኻ እንታይ እዩ ከርሲ እዩ ዘሎ ከርስኻ ሙሉእ ንሙሉእ እምነ እንታይ ኣይኮነን ኣብስሉትን ሪድ ኦፍ ኣይኮነን ኣይተሓፀብካ ብደም ኢየሱስ ክርስቶስ እግዚኣብሔር ኣምላኽ ይባረኽ ዝገልፀልና ዘሎ ኣምላኽ እዩ ጎይታ ይባረኽ ሻብዓይ ክንሪኦ ከለና ኣብ ቅድሚ ኣምላክ ኮነ ኣብ ቅድሚ ሰባት ቅቡል ካብ ቅቡልነት ትስእን ደው ምባል እውን ትብዓት የብልካ ኣብ ቅድሚ ኣምላክ ኮነ መጽሓፍ ቅዱስ ኣሎ ኣብ ቅድሚ ኣምላክ ኮነ ኣብ ቅድሚ ሰባት የሱስ ክርስቶስ ክንሪኦ ከለና ኣብ ልቋስ ምዕራፍ 252 ንብለና የሱስ ክርስቶስ ኣብ ቅድሚ ኣምላኽን ኣብ ቅድሚ ሰባትን ይዓቢ ነበረ። ኣብ ቅድሚ ኣምላኽ ኣብ ቅድሚ ሰባት እዩ። በዚ ነገራት እዚ ውሽጥኻ ብኩነኔ ዝተኣስረ ኣብ ናይ ክነኔ ቀንዲ ንረግበካ ኣብ ቅድሚ ኣምላኽ ኮነ ኣብ ቅድሚ ሰባት ፍጹም ትብዓት ዝበሃል የብልካ ትብዓት ዝበሃል የብልካን። ኣሜን ክርስቶሳዊ ዝኾነ ትብዓት የብልካን ጎይታ ይባረክ ክብሪ ንእግዚኣብሔር ቀፂልና ክንሪኦ ኮልና ድማ ነቲ ሰባት ዝብልዎ ኮነ ዝዛረብዎ ትርጉም ተውፅእ ኣሎ ሰባት ንዓኻ ክዛረቡኻ ከለዉ ሰባት ኖርማል ክዛረቡኻ ከለዉ እስኻ ግን ኣብ ውሽጥኻ ቅኑዕ ዘይኮነ ነገር ስለ ዘሎ ነቲ ሰባት ቅኑዕን ገርነት ዘለዎ ክዛረቡኻ ከለዉ ንዕኡ ትርጉም ተውፅእ ኣሎ ምክንያቱ እቲ ውሽጥኻ ዘሎ ክትቆፃፀሮ ስለ ዘይትኽእል ቅድሚ እቲ ምስማዕካ እዚ ዝብሉካ ዘሎ ከምዚ ዝብለካ ዘሎ ኢሉ ንዓካ ይተርጉምልካ እቲ ብ ውሽጥካ ዘሎ Curse እዩ እቲ ብ ውሽጥካ ዘሎ ኩነኔ ነቲ ትሰምዖ ዘለካ ብእዝንካ ነቲ ትርእዮ ዘለካ ነገራት ቅድሚ እስካ ብእምሮካ ኣስተውዒልካ ቅድሚ ምስልሳልካ እሱ Translate ጌሩ ተርጉሚ Interpret ጌሩ ንዓካ እዚ እዮም ዝብሉካ ዘለዉ ይብለካ That's the problem ምክንያቱ መንፈስ ቅዱስ ዘይኮነ ካልእ ሓይሊ ይቆጻጸሮ ዘሎ ስለ ዝጻዋጸሮ ዘሎ ነዚ ሰብ እቲ ትርጉም ካልእ ኮይኑ ይመጻካ ብሓንሳብ ኣለና ዶ ጎይታ ይባረኽ ክብሪ ንእግዚኣብሔር ስለዚ ምድሓና ቀሊል ኣይኮነን ሕዋት ቀሊል ኣይኮነን ምድሓና እግዚኣብሔር ኣምላኽ ይመስገን ክብሪ ንእግዚኣብሔር ይኹን ቀፂልና ክንሪኦ ከለና ሓጎስ ኮነ ሰላም ወይ እውን ምሕረት ይስወር ካባኻ ኣብ ከምዚ ዓይነት ኩነታት እንተ ኣለኻ ኣብ ከምዚ ዓይነት ኩነታት ኣለኻ ትራገም ደኣ እምበር ብሓጎስ ብሰላም ንነብስኻ ኮነ ንኻልኦት ሰባት ምሕረት ክትገብር ኣይትኽእልን ኢኻ ኦረድ እንታይ ኣብ ቀይዲ ኢኻ ዘለኻ ኣብ ማእሰርቲ ኢኻ ዘለኻ ምሕረት ክትገብር ብፍጹም ተኣምር ኣይከኣለካን እዩ ብዛዕባ ክርስትያን እየ ዝዛረብ ዘለኹ ሕጂ ውን ዝዛረብ ዘለኹ ድሒንና እንተ ደኣ ኢልና ምሕረት ክንገብር ምሕረት ስለ ተገብረልና እዩ። መሃርቲ ከኣ ምሕረት ይረኽቡ እዩ ዝብል። እዚ ነገረ እዚ ክንፍጽሞ ይንኽእል ኢና። ስለዚ ነፍስና ንግሆን ምሸትን ኣብዚሓ ትራገም እንተ ደኣ ኣላ ንሕና ኣብ ናይ ኩነኔ ቀይዲ ኢና ዘለና። እቲ ዘላለማዊ ህይወት ናይ ጌታ ናይ የሱስ ክርስቶስ ክንለብሶ ዝግብኣና ገና ኣይለበስናዮ ማለት እዩ። ጎይታ ይባረኽ። ስለዚ መወዳእታ ከም ዝኽብድ ደሊ ሓደ ክርስትያን ኣብ ከምዚ ዓይነት ዝነብር ትደኣ ኮይኑ ኣማኒ ኣብ ከምዚ ዓይነት እቲ ዘውትር ዕለታዊ ተግባር እንታይ እዩ? ጓሂ፣ ሕርቃን፣ ብስጭት ናይ ዘውትር ተግባር ይኸውን። ዲስስ ክርስትያን ናይ ዘውትር ተግባሩ ዘውትር ትጉሂ ቅድም እኮ ነጊረኩም ኣሎ ብክርስቶስ ተሓጎሱ ድብል ኣይሰርሕን ይባኻ የሱስ ክርስቶስ ሰላምና እዩ ዝብል ኣይሰርሕን እዩ ምክንያቱ ክርስትያን ኮንካ ብክርስቶስ ኣሚንካ ትበሳጨን ትጉህን ትሓዘንን ተንፀርፅርን እንተ ደኣ ኣለኻ ሲ there is a problem ስለዚ ጓሂን ሕርቃንን ብስጭትን ናይ ዘውትር ተግባራት ናይ ዘውትር ተግባራትካ ይኾን። እግዚኣብሔር ኣምላክ ካብዚ ይምሓረና ድዩ። ስለዚ ንሕና ምድሓንና ሹር ክንከውን ምድሓንና ግራንትድ ክንከውን እንተኾይና ካብ ኩነኔ ነፃ ክንከውን ክንክእል ኣለና። ካብ ኩነኔ ነፃ ክንከውን ክንክእል ኣለና። ምክንያቱ እዚ ኩነኔ ኣባይ ዘሎ ኩነኔ ኣነ ጥራይ ዝፈልጦ ኣምላክ ጥራይ ዝፈልጦ ማንም ሰባት ኣይፈልጥዎን እዩ። ግዳማዊ ዝኾነ ግዳማዊ ዝኾነ በሰላ ወይ ቁስሊ ዝረኣ ኣይኮነን ውሽጣዊ ናብ ውሽጣዊ ኣብ ጥልቀት ዘሎ እዩ ኣነ ግን ይፈልጦ ጎይታ ይባረ ክብሪ ንእግዚኣብሔር ይኹን ኣምላኽና ይመስገን ሓደ ሓፂር ኣብነት ከነምፅእ እሞ ኣየንዋሓልኩም እየ ክውድኤ ኣብ ዮሃንስ ምዕራፍ ሓሙሽተ ሓደን ሰላሳን ሸሞንተን ዓመት ዝሓመመ ሰብኣይ ነይሩ ክንሪኦ ኮለና ኣብ መጽሓፍ ቅዱስ ታሪኽ ክንሪኦ ኮለና እዚ ሰብ እዚ ንሰላሳን ሸሞንተን ዓመት ንሰላሳን ሸሞንተን ዓመት ብሰንኪ ሕማማት ተማስዩ ኣብኡ ክነብር ከሎ ኣብቲ ማያት ፈውሲ ነበረ ከም ቃል ኣምላክ ክነግረና ከሎ ዳርጋ ሓሙሽተ ንክትኣትወሉ ደጌታት ዝነበራ ቐላይ ነይራ ሓንሳብ እቲ መልኣኽ መፅኡ ነቲ ነገር የናውጾ እሞ ንኽትኣቱ ብሓሙሽቲኡ ሓዲኡ እንተ ደኣ ረኺብካ ኣቲኻ ትፍወሰሉ ነገር ነይሩ። እዚ ሰብ እዚ ግን ይመስለና እዚ ዕድል እዚ ኣይረኸበን፣ ንብዙሕ ግዜ ኣብኡ ይነብር። ንምንታይ እዩ ዝነብር ነይሩ? ምኽንያቱ ንብዙሕ ግዜ ከም ዝነበረ ከም ዝተማረረ ኢና ንሪኦ። በጋጣሚ ከም ተማረረ ኢና ንሪኦ። እዚ ሰብ እዚ ተማሪሩ ኢና ንሪኦ ዘለና። እዚ ሰብ እዚ ግን እቲ ኣካሉ ለሚሱ ዘሎ እቲ ግዳማዊ ኣካሉ ለሚሱ ዘሎ ሓይኑ ጥራይ ዘይኮነ ካልእ ሕማም ነይርዎ። ካልእ ሕማም ነይርዎ። ከም ዝብለና ቃል ኣምላኽ ከነንብብ ከለና ካብቲ ምዕራፍ ቁርብ ወሲድና ዮሃንስ ሓሙሽተ ሓሙሽተን ሽዱሽተን ሰላሳን ሸሞንተን ዓመት ዝሓመመ ሰብኣይ ከኣ ኣብኡ ነበረ ይብለና። የሱስ ድማ ነዚ ደቂሱ ምስ ረኣዮ የሱስ ርእይዎ፣ ሽግርና ይርእዮ፣ ቅድሚ ሰባት ይርእዮ። ጌታ የሱስ ክርስቶስን ነዚ ሰብኣይ እዚ ሽግር ከም ዘሎ፣ ኣብ ጸገም ከም ዘሎ፣ ደቂሱ ከም ዘሎ፣ እግዚኣብሔር ኣምላኽ መፍትሒ ከምጻሉ ናብኡ መጺኡ ረኣዮ። ነዊሕ ዘመን ምሕማሙ ድማ ፈለጠ። ኣሜን ሃለሉያ። ሕማምና ይፈልጥ ዘመን ከም ዝሓመሉ የሱስ ክርስቶስ ድማ እንታይ ገበረ ፈለጠ። ስለዚ ናብኡ ቅርብ ኢሉ ክትሓውዶ ትደሊ ኣለኻ ቀሊል ሕቶ ሓቲትዎ ምክንያቱ እግዚኣብሔር ኢየሱስ ክርስቶስ ተረዲኡ ናብ ሰብ ዝመጽኡ እንታይ ድዎ ሓፂር ነገር ካብዚ ዘለኻዮ መከራ ንሰላሳን ሸሞንተን ዓመት ኣብዚ ወዲእካ ዘለኻ ኣብ ቃንዛን ኣብ ሕማም ዘለኻ ሕማምካ ነዊሕ ምዃኑ ተረዲእ ኣለኹ እሞ ክትሓዊ ትደልዶ ኣለኻ ዝብል ሓፂር መልሲ ይዎ እዚ ሰብዚ ግን ግዳማዊ ሕማም ጥራይ ኣይኮነን ነይርዎ ከምዚ ኢሉ መሊሱ ግዳማዊ ሕማም ጥራይ ነበረሉ ነቲ ዝሓመሞም ነት ኣነ ቀጥታ ነዚ ሰብዚ ኣብ ከምዚ ዓመት ሰላሳን ሸሞንተን ዝነብር የስ እዩ በቃ የስ ኣሜን እዩ ካልእ መልሲ ክትባ ይትኽእልኛ ምክንያቱ ኣብ ጸገም ስለ ዘለኻ እወን ሕረይን ጥራይ ኢልካሲ ካብ ነገራትካ ተገላጊልካ ክትሓዊ እዩ እዚ ሰብዚ ግን ግዳማዊ ጥራይ ዘይኮነ ውሽጣዊ ሕማሙን ነይርዎ ስለዚ ከምዚ ኢሉ እቲ ሕሙም ከዓ ጎይታ ኢልዎ እቲ ማይ ምስ ተንቀሳቐሰ ናብቲ ቀላይ ዘውርደኒ ሰብ የብለይን ክሲ ጀሚሩ። ሕጂ ንሰባት እዩ ዝርኢ ዘሎ፣ ትጽቢቱ ካብ ሰባት እዩ። እዚ ቀላይ እዚ ምስ ተንቀሳቐሰ ምስ ወሓዘ እቲ ናተይ ዓቢ ጸገም ኮይኑ ዘሎ ሕጂ ኣነ ሰብ ዘይምህላወይ፣ ዝሕግዘኒ ሰብ ዘይምህላወይ፣ ዝረድኣኒ ሰብ ዘይምህላወይ፣ ምኽንያቱ ካልኦት ይቕድሙኒ ኣለዉ፣ ቀጺሉ ከኣ ኣነ ክሳዕ ዝመጽእ ድማ ካልኦት ቀዲሞሙና ብ ሓይሊ ውን የብለይን እዩ ሰብ የብለዩን ዓቕምን ሓይሊ ውን የብለይን እዩ ስለዚ እዚ ነገራት እዚ ክገብሮ ኣይክእልን እየ ክትሓዊ ትደሊ ደለኻ ድብል መልሲ እዚ ሰብ እዚ ኣብ ውሽጡ ከቢድ ኩነኔ ነይርዎ ሰባት በዲሎምኒ ሓይሊ የብለይኒ ምስ ሰብ ጥራይ ዘይኮነስ ምስ ኣምላኽ እዩ ድጋጮ ዘሎ ዓቕሚ እውን ሓይሊ እውን የብለይን ዓቕምን ሓይልን ከም ዘይብሉ ንዘመናት ከም ዝደቀሰ እኳ ክርስቶስ መጺኡ ይርእዮ ኣሎ እዚ ሰብዚ ግን እንታይ እዩ ኣምላኽ ናባና ክጽግዓና ከሎ ንሕና ካልእ ንጥምት ካልእ ንዛረብ እዚ ሰብዚ ግን ክሲ ጀሚሩ ኣብ ውሽጡ ዘሎ ነገራት ናብ ውሽጡ ዘሎ በሰላ ሰባት በዲሎምኒ ሰባት ይቕድሙን ኣለዉ ንዓይ ረሲዖምኒ ንሰብ ጥራይ ደይኮነ ንኣምላኽ እውን ክኸውኽን ኣብዚ ዝተረሳዕኩ ሰብ እየ እሞ ብሰባት ዝተበደልኩ ሰብ እዩ ዘሎ ሕማሙ ግን ይመስለኒ ብሰባት ዝመጸ ይመስለኒ እዚ ነገራት እንደገና ከ ኢሉ ናብኡ ንኸይኣቱ ድማ ኢልዎ ዓቕሚ ከዓ የብለይን ሕሙም እዩ ከዓ ከመይ ዓቕሚ ህልወካ ሕሙም እዩ ዓቕሚ ክህልዎ ይክእልኒ ዓቕሚ እንተትድሮስ ኣብኡ ይመፀን ግን ኣብ ውሽጡ እንታይ ዘሎ ክሲ እዩ ዘሎ ኩነኔ እዩ ዘሎ ንካልኦት ይኹንን ንካልኦት ኣብ ውሽጡ ኮይኑ ይኹንን ኢየሱስ ከኣ ተንስእ ዓራትካ ኣልዒልካ እሞ ኺድ በሎ። ክርስትያን ከምዚ ኢና ዘለና። ኣምላኽ ክረድኣና ይመጽእ፣ ክርስቶስ ክረድኣና ይመጽእ፣ መንፈስ ቅዱስ ክረድኣና ይመጽእ። ንሕና ግን ኣብቲ ቦታና ዘይኮንና ኣብ ቤት ፍርዲ ንጸንሕ፣ ኣብ ቦታና ዘይኮንና ኣብ ካልእ ቦታ ንጸንሕ፣ ኣብ ካልእ ዘይኮንና ዕጥቂ ተዓጢቕና ኣብ ካልእ ስራሕ ስለ ንወፍር ኣምላኽ ድማ እዚ ሰብ እዚ እግዚኣብሔር ኣምላኽ ይመስገን ክብሪ ንጎይታ ይኹን ዓራት ካልዒልካ ኪድ ኢልዎ ኢየሱስ ክርስቶስ ኣብ ካልእ ጣጣ በዓል መን እዮም ንዓኻ ከም ዝበሉኻ ዘይሓገዙኻ እንታወት እዩ ጸገምካ ገም እንታልዩ ካልእ ትንታኔ ኣይኣተወን ክርስቶስ ኣምላኽ እዩ ፈዋስ እዩ ፖሊስ ኣይኮነን መርማሪ ኣይኮነን ስለዚ ጎይታ ይባረክ ክብሪ ንእግዚኣብሔር ይኹን እዚ ሰብኣይ እዚ ብውግዳምን ብውሽጥን ዝሓመመ ሰብ እዩ ሰባት ብዛዕባ ሰባት ለይቲ ምስ መዓልቲ እናሓሰበ ምኽንያቱ ሰብዚ ብዛዕባ መን እዩ ዝሓስብ ዘሎ እቶም ቅድሚኦም እቶም ቅድሚኡ ዝፍወሱ ዘለዉ ኣዋኣት እዮም ዝፍወሱ ዘለዉ ንዕኦም እውን ይመስለኒ እናረገመ ክስቶ ሎም ተፈዊሱ ክስቶ ሎም ተፈዊሳ እናለን እቶም ሰባት እንታይ ዝገብር ዘሎ ይራገም እዩ ዘሎ ኮይኑ ቀዲሞምን እኮ ይደለ ይቅደም ኣለኹ ማለት እቶም ተፈዊሶም ዝኸዱ ሰባት ንኦም እንታይ ገብሮም ኣሎ ይረግሞም እኳ ይደለ ይራገም እኳ ይደለ ኣብዚ ብዙሓት ሰባት ተፈዊሶም ኣነ ድማ ብዙሕ ነገር ኢሉ ፖዚቲቭ ኣይኮነን ዛረብ ፅቡቅ ነገር ኣይኮነን ዛረብ ዘሎ ተፈዊሶም ኣነ ድማ ክፍወስ ነዞም ሰባት ኣብዚ ብዙሓት ዝተፈወሱ ኣምላኽ ዝፈወሶም ርኤ ተሓጒሰ ደስ ኢሉኒ ኣነ ድማ ክፍወስ ፅበ ኣለኹ እንተትብሎ ነይሩ እቲ ቋንቋ ግን ካልኦት ጎይታ ይባረክ ክብሪ ንእግዚኣብሔር በዚ ንወድእ ብዙሕ ከየብዝሓልኩም ሕፂርና ኣምላኽ ይባረክ ክብሪ ንእግዚኣብሄር ይኹን ኣምላኽና ይመስገን ሃወርያ ጳውሎስ ከምዚ ኢሉ ብዛዕባ ኩን ብዛዕባ ህይወቱ ክዛረብ ከሎ ኩነኔ ብስም ኢየሱስ ክርስቶስ ካባና ዝረሓቀ ይኹን ብጎይታ በኢየሱስ ክርስቶስን ኩነኔ ብጌታ በኢየሱስ ክርስቶስ ካባና ዝረሓቀ ሓርነት ናይ ጌታ ናይ ኢየሱስ ክርስቶስ ይውረስና ህይወትና ኩሉ በቲ ሕጊ መንፈስ ደኣ እምበር በቲ ሕጊ ኩነኔ ክንነብር ኣይግባኣናን ከምዚ ይብል ሃዋርያ ጳውሎስ ኣብ ፊልጵዎስ ሰለስተ ዓሰርተ ሰለስተን ዓሰርተ ኣርባዕተን ሃለሉያ ኢልና ከነንብቦ ኢና እሞ በዚ ክንውድ ኢና ከምዚ ይብል እሕዋተየ ኣነ ብርእሰይ ከም ዘይ ኣነ ብርእሰይ ከም ዘይረኸብክዎ ኣይመስለንን ኣሎ ሓደ ነገር ደኣ ኣለኒ ኣብ ድሕረይ ዘሎ እናረሳዕኹ ነቲ ኣብ ቅድመይ ዘሎ እንታይ ይገብር ኣለኹ እግዚኣብሔር ይመስገን ብድሕሬና ዘሎ እናገደፍና ብዛዕባ ትማል ዘሎ እናገደፍና ንቕድሚት ክርስትና ማለት ንቕድሚት እናገስገስካ ንቕድሚት ትኸደሉ ኣብነት ናብቲ ሕንጹጽ ዕላማ ኣቢለ ናብቲ ዓስቢ ዓወት ናይ ላዕሊ ጽዋዓ ኣምላኽ ብክርስቶስ ኢየሱስ እንታይ ገብር ኣለኹ ይጎይ ኣለኹ ንጉየ ደሎሚ እግዚኣብሔር ይመስገን ንጉየ ዶ ንቕድሚት ንኺዶ ብዛዕባ ትማል፣ ብዛዕባ ቅድሚ ትማል፣ ብዝሓለፈ ነገር፣ ክንመጽእ ከሎና ብዘጋጠመና ነገራት ንዑ ክነሰላስል ዘይኮነ ንዑ ገዲፍና ናብቲ ዓስቢ ናይ ጌታ ናይ የሱስ ክርስቶስን ንቕድሚት ንኺድ ዶ ካብ ንድሕሪት እስራኤላውያን ኣብ ምድረ በዳ ሓንቲ ስጉምቲ ንቕድሚት ከይዶም መንፈጡ ሓንቲ ስጉምቲ ንቕድሚት ከሎ ዓሰርተ ስጉምቲ ንድሕሪት ይምለሱ ነይሩ ሓንቲ ስጉምቲ ንቕድሚት ኸዱ ሓንቲ ስጉምቲ ድማ ንድሕሪት ይኸዱ ነሩ ስለዚ ነቲ ናይ ሰለስተ መዓልቲ ንሰለስተ መዓልቲ ዝሰግርዎ ነገራት ንድሕሪት ኣርብዓ መዓልቲ ከይዶም ኣርብዓ ዓመታት ከይዶም ኣብዝሕዎ ካልኩሌት እንተ ጌርካዮ ንድሕሪት እንዳኸዱ ንድሕሪት እንዳኸዱ ንድሕሪት እንዳኸዱ ዘመኖም ወዲኦሞ ንሕና ኸ ኣብዚ ዘመን እዚ ክንነብር ኮለና ብጎይታ በየሱስ ክርስቶስ ንድሕሪት እንዳኸድና ዶ ንንበር ንቕድሚት ንኺድ ዶ ክብሪ ንእግዚኣብሔር ብዛዕባ ትማል ንግደፎ ብዛዕባ ቅድሚኡ ንግደፎ ንቅድሚት ክንከይድ ኣለና ሎሚ ብጌታ በኢየሱስ ክርስቶስን ካብዚ ኩነኔ እዚ እግዚኣብሔር ኣምላኽ ይባረክ ክብሪ ንእግዚኣብሔር ሓራ ክንወፅእ የሱስ ጎይታ እዩ እናበልና ኣብ ቀይዲ ኩነኔ ንነብር እተደእለና ፅባሕ ዝሕዝን እዩ እስራኤላውያን ከምኡ እዮም ዝብሉ ነይሮም ይዓጥኑ፣ መስዋእቲ የቐርቡ፣ ኣምልኾ ይገብሩ፣ ንከነኣን ክኣትዉ ግን ንድሕሪት ይምለሱ ብሰንኪ እምነት። ጎይታ ይባረኽ ክብሪ ንእግዚኣብሔር ይኹን ኣምላኽ ድማ ክረድኣና እዩ እግዚኣብሔር ኣምላኽ ሓርነትና ናይ ክርስቶስ እዩ ከምቲ ቅድም ዝበልናዮ ሲ ሓደ ክርስትያን ክነብሮ ዝግባእ ህይወት ኣሎ ኣብ ኩነኔ ክንነብር ኣይግባን ስለዚ ነገራትና ኩሉ ንድሕሪት እንዳገደፍና ንቅድሚት ክንከይድ ኣለና ኣምላኽ ይባረክ ክብሪ ንእግዚኣብሔር ከምቲ ኩሉ ነገር እሞ ሎሚ ኣብዚ ይኣኽለና ብጎይታ በኢየሱስ ክርስቶስ ስም ኣሜን።